ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ትርፍ ይበለለይ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን እውን ከምቲ ልሙድ ዕለታዊ ሸርፊ ብጸሊም ዕዳጋ ወይ ከዓ ብሓዋላ ብላክ ማርኬት እንብሎ ማለት እዩ። ሎማዓንቲ ከ ቀኒሱ ዶ ወሲኹ ንዝብል ክርኢና ከምኡውን ብናይ ኢትዮጵያ ንግድ ባንኪ እና ብከፍተኛ መጠን ዘሽርፋ ናይ ግሊ ባንክታት ኣበይ በጺሐን፣ ሐዚኸ ፉክክረን ከመይንዩ ንዝብል ሓቢርና ክንርኢ ኢና። እስከ ዓቢይቲ ፍጻመ ንኽትከታተሉ ብኣኹርት ይዕድም። ንቻናለይ ሓደሽቲ ዝኾንኩም ናይ ደውላ ምልክት ተጻዒንኩም ሳብስክራይብ ግበሩ፣ ነባራት ዝኾንኩም ከኣ ላይክ ሸር እናግበርኩም ንኽተበረታትዑኒ ብትሕትና ይላቡ። ክብራት ኣሕዋተይ ሎማዕንቲ መጋቢት ዕስራን ሸሞንተን ወይ ከኣ ኣፕሪል ኣፕሪል ሽዱሽተ፣ ከም እኒ ኣሜሪካ ዶላር፣ ዩሮ፣ ስዊስ ፍራንክ፣ ኣውስትራሊያ ዶላር፣ ቻይና ዩሃን፣ ፓውንድ ስተርሊንግ፣ ካናዳ ዶላር፣ ዩናይትድ ዓረብ እምሬ ድርሃም፣ ስዑዲ ዓረብ ሪያል፣ ኦማን ሪያል፣ ጆርዳን፣ ባህሬን፣ ባሕሬን ዲናር፣ ቱርኪ ሊሪ፣ ግብጺ ናይ ግብጺ ፓውንድ፣ የመን ወዘተ ዝበሉ ክርኢና ሰናይ ምክትታል። ብመጀመርያ እንሪኦ ናይ ኣሜሪካ ዶላር እዩ ክኸውን። ሓደ ናይ ኣሜሪካ ዶላር ብናይ ኢትዮጵያ ንግድ ባንኪ ሚእትን ዕስራን ኣርባዕተን ቅርሽን ነጥቢ ዜሮ ዜሮ ሳንቲምን ክሽረፍ ከሎ ሚእቲ ናይ ኣሜሪካ ዶላር ዓሰርተ ክልተ ሽሕን ኣርባዕተ ሚእትን ብቻ ይመጽእ ኣሎ። ዶላር ብናይ ጸሃይ ባንኪ ሚእትን ሰላሳን ሓደን ቅርሽን ነጥቢ ዜሮ ነጥቢ ዜሮ ሰለስተ ሳንቲምን ክሽረፍ ከሎ ሚእቲ ዶላር ዓሰርተ ሰለስተ ሽሕን ሓደ ሚእትን ሰለስተን ይመጽእ ኣሎ። ዶላር ብጸሊም ዕዳጋ ወይ ከዓ ብሓዋላ ሚእትን ሓምሳን ሽዱሽተን ቅርሽን ነጥቢ ሰብዓን ሓሙሽተን ሳንቲምን ክሽረፍ ከሎ ሚእቲ ዶላር ዓሰርተ ሓሙሽተ ሽሕን ሽዱሽተ ሚእትን ሰብዓን ሓሙሽተን ቅርሽን ይመጽእ ኣሎ ማለት እዩ።

ዩሮ ብጸሊም ዕዳጋ ወይ ከኣ ብሓዋላ ሚእትን ሰብዓን ሓደን ቅርሽን ነጥቢ ተስዓን ክልተን ሳንቲምን ክሽረፍ ከሎ ሚእቲ ዩሮ ዓሰርተ ሸውዓተ ሽሕን ሓደ ሚእትን ተስዓን ክልተን ቅርሽን ይኸውን ኣሎ ማለት እዩ። ቀጺልና እንሪኦ ናይ ስዊዝ ፍራንክ። ሓደ ናይ ስዊስ ፍራንክ ብናይ ኢትዮጵያ ንግድ ባንኪ ሚእትን ሳላሳን ሽዱሽተን ቅርሽን ነጥቢ ዜሮ ሓሙሽተ ሳንቲምን ክሸረፍ ከሎ ሚእቲ ናይ ስዊስ ፍራንክ ዓሰርተ ሰለስተ ሽሕን ሽዱሽተ ሚእትን ሓሙሽተን ይመጽእ ኣሎ። ስዊስ ፍራንክ ብናይ ወጋገን ባንኪ ሚእትን ሓምሳን ሓደን ቅርሽን ነጥቢ ዕስራን ኣርባዕተን ሳንቲምን ክሸረፍ ከሎ ሚእቲ ናይ ስዊስ ፍራንክ ዓሰርተ ሓሙሽተ ሽሕን ሓደ ሚእትን ዕስራን ኣርባዕተን ቅርሽን ይኸውን ኣሎ ማለት እዩ። ናይ ስዊስ ፍራንክ ብጸሊም ዕዳጋ ወይ ከኣ ብሓዋላ ሚእትን ሰማንያን ክልተን ቅርሽን ነጥቢ ሳላሳን ሰለስተን ሳንቲምን ክሽረፍ ከሎ ሚእቲ ናይ ስዊዘርላንድ ፍራንክ ዓሰርተ ሸሞንተ ሽሕን ክልተ ሚእትን ሳላሳን ሰለስተን ቅርሽን ይመጽእ ኣሎ ማለት እዩ። ቀጺልና ንሪኦ ናይ ካናዳ ዶላር ሓደ ናይ ካናዳ ዶላር ብናይ ኢትዮጵያ ንግድ ባንኪ ሰማንን ሽዱሽተ ቅርሽን ነጥቢ ዜሮ ሸውዓተ ሳንቲምን ክሽረፍ ከሎ ሚእቲ ናይ ካናዳ ዶላር ሸሞንተ ሽሕን ሽዱሽተ ሚእትን ሸውዓተን ይመጽእ ኣሎ። ካናዳ ዶላር ብናይ እናት ባንኪ ተስዓን ሓደን ቅርሽን ነጥቢ ሰላሳን ሰለስተን ሳንቲምን ክሸርፍ ከሎ፣ ሚእቲ ናይ ካናዳ ዶላር ትሽዓተ ሽሕን ሓደ ሚእትን ሰላሳን ሰለስተን ቅርሽን ይኸውን ኣሎ ማለት እዩ። ካናዳ ዶላር ብጸሊም ዕዳጋ ወይ ከኣ ብሓዋላ ሚእትን ዓሰርተን ቅርሽን ነጥቢ ሰላሳ ሳንቲምን ክሽረፍ ከሎ፣ ሚእቲ ናይ ካናዳ ዶላር፣ ዓሰርተ ሓደ ሽሕን ሰላሳ ቅርሽን ይመጽእ ኣሎ ማለት እዩ ካብ ናይ ትማሊ ሰብዓ ሳንቲም ቅናሽ ኣርእና እኒሁ ናይ ካናዳ ዶላር ልዕሊ ሚእትን ዓሰርተ ሓደን በጺሑ ነይሩ ማለት እዩ ቀጺልና ንሪኦ ናይ ኣውስትራልያ ዶላር ሓደ ናይ ኣውስትራልያ ዶላር ብናይ ኢትዮጵያ ንግድ ባንኪ ሰብዓን ሸሞንተን ቅርሽን ነጥቢ ዓሰርተ ሽዱሽተ ሳንቲምን ክሽረፍ ከሎ፣ ሚእቲ ናይ ኣውስትራልያ ዶላር ሸውዓተ ሽሕን ሸሞንተ ሚእትን ዓሰርተ ሽዱሽተ ቅርሽን ይመጽእ ኣሎ ማለት እዩ። ናይ ኣውስትራልያ ዶላር ብናይ ወጋገን ባንኪ ሰማንያን ሓደን ቅርሽን ነጥቢ ተስዓ ሳንቲምን ክሽረፍ ከሎ፣ ሚእቲ ናይ ኣውስትራልያ ዶላር ሸሞንተ ሽሕን ሓደ ሚእትን ተስዓን ይመጽእ ኣሎ። ኣውስትራልያ ድራር ብጸሊም ዕዳጋ ወይ ከኣ ብሓዋላ ተስዓን ኣርባዕተን ቅርሽን ነጥቢ ሰማንያን ክልተን ሳንቲምን ክሽረፍ ከሎ ሚእቲ ናይ ኣውስትራልያ ዶላር ትሽዓተ ሽሕን ኣርባዕተ ሚእትን ሰማንያን ክልተን ቅርሽን ይመጸሎም ማለት እዩ። ብምቕጻል ንሪኦ ናይ ቻይና ዩሃን። ሓደ ናይ ቻይና ዩሃን ብናይ ኢትዮጵያ ንግድ ባንኪ ዓሰርተ ሽዱሽተ ቅርሽን ነጥቢ ስሳን ሸውዓተ ሳንቲምን ክሽረፍ ከሎ ሚእቲ ናይ ቻይና ዩሃን ሽሕን ሽዱሽተ ሚእትን ስሳን ሸውዓተን ቅርሽን ይኸውን ኣሎ። ቻይና ዩሃን ብናይ ወጋገን ባንኪ ዓሰርተ ሸውዓተ ቅርሽን ነጥቢ ሰብዓን ሸሞንተን ሳንቲምን ክሸረፍ ከሎ ሚእቲ ናይ ቻይና ዩሃን ሽሕን ሸውዓተ ሚእትን ሰብዓን ሸሞንተን ይመጽእ ኣሎ ማለት እዩ። ቻይና ዩሃን ብጸሊም ዕዳጋ ወይካዓ ወሓዋላ ዕስራን ሓደን ቅርሽን ነጥቢ ሓምሳን ሓደን ሳንቲምን ክሸረፍ ከሎ ሚእቲ ናይ ቻይና ዩሃን ክልተ ሽሕን ሓደ ሚእትን ሓምሳን ሓደን ይመፅ ኣሎ እንግዲህ ኣብዚ ወርሒ እዚ ኣብ ውሽጢ ኣብ መንጎ ንኣብነት ዕስራን ሓደ ነጥቢ ሓምሳን ሓደን ይሄወሮ ዕስራን ክልተን እውን ኣይኣተውቲን ዕስራን ሓደን እውን ኣይኣተወትን ዕንክሊል እናበለት እያ ዘላ ማለት እዩ ካልኦት ግን ይወርድ ይድይብ እዩ ዘሎ ቀፂልና ንሪኦ ናይ እንግሊዝ ፓውንድ እስተርሊንግ ሓደ ናይ እንግሊዝ ፓውንድ እስተርሊንግ ብናይ ኢትዮጵያ ንግድ ባንኪ ሚእትን ሓምሳን ክልተን ቅርሽን ነጥቢ ሰብዓን ሽዱሽተን ሳንቲምን ክሽረፍ ከሎ ሚእቲ ፓውንድ ዓሰርተ ሓሙሽተ ሽሕን ክልተ ሚእትን ሰብዓን ሽዱሽተን ቅርሽን ይመጽእ ኣሎ። ናይ እንግሊዝ ፓውንድ እስተርሊንግ ብናይ ወጋገን ባንኪ ሚእትን ስሳን ትሽዓተን ቅርሽን ነጥቢ ተስዓን ሰለስተን ሳንቲምን ክሽረፍ ከሎ ሚእቲ ፓውንድ እስተርሊንግ ዓሰርተ ሽዱሽተ ሽሕን ትሽዓተ ሚእትን ተስዓን ሰለስተን ቅርሽን ይመጽእሎ ማለት'ዩ። ፓውንድ ስተርሊንግ ብጸሊም ዕዳጋ ወይ ከኣ ብሓዋላ ክልተ ሚእትን ክልተ ቅርሽን ነጥቢ ዓሰርተ ሓደ ሳንቲምን ክሸረፍ ከሎ ሚእቲ ፓውንድ ስተርሊንግ ሚእቲ ፓውንድ ስተርሊንግ ዕስራ ሽሕን ክልተ ሚእትን ዓሰርተ ሓደ ቅርሽን ይመጸሎ ማለት'ዩ። ክብራት ኣሕዋተይ እስካብ ሕዚ ከንሪኦ ዝጸናሕና ናይ ኣውሮፓ ሃገራት ይመስል ነይሩ ካብ ናይ ትማሊ ዝወሰኾም እኒሆ ዝኣነሰም እኒሆ ብቻ ዳርጋ ኣብ ዘለዎ ምባል ይከኣል። ቀጺልና ንሪኦ ናይ ዓረብ ሃገራት እዩ ክኸውን። ቅድሚ ናብ ናይ ዓረብ ሃገር ምስጋርና ግን ላይክ ዘይገበርኩም ላይክ ንምዝኽኻር ዝኣክል እዩ ማለት እዩ። ክብራት ኣሕዋተይ ብመጀመርያ ንሪኦ ናይ እታ ብዓለምና ኣብ ቀዳማይ ደረጃ ተሰሪዓ ትርከብ ብክባር እተሽርፍ ናይ ኩዌስ ዲናር እዩ ክኸውን። ሓደ ናይ ኩዌት ዲናር ብናይ ኢትዮጵያ ብላክ ማርኬት ወይ ከዓ ብሓዋላ ሓሙሽተ ሚእትን ዓሰርተ ቅርሺ ነጥቢ ሓምሳን ሽዱሽተን ሳንቲምን ክሽረፍ ከሎ ሚእቲ ናይ ኩዌት ዲናር ሓምሳን ሓደን ሽሕን ሓምሳን ሽዱሽተን ቅርሽን ይመፀሉ ናይ ኩዌት ወሰኻ ርኢና እኒሆ ማለት እዩ ቀፂልና ንሪኦ ናይ ዩናይትድ ኣረብ እምሬት ወይ ከዓ ናይ ዱባይ ድርሃም ሓደ ናይ ዱባይ ድርሃም ብናይ ኢትዮጵያ ንግድ ባንኪ ሰላሳን ሰለስተን ቅርሽን ነጥቢ ሰብዓን ሽዱሽተን ሳንቲምን ክሽረፍ ከሎ ሽሕ ናይ ዱባይ ድርሃም ሰላሳን ሰለስተን ሽሕን ሰብዓን ሽዱሽተን ቅርሽን ይመጽእ ኣሎ ማለት እዩ። ናይ ዱባይ ድርሃም ብናይ ግሎባል ባንኪ ሰላሳን ሽዱሽተን ቅርሽን ነጥቢ ሰብዓ ሳንቲምን ክሸረፍ ከሎ ሽሕ ናይ ዱባይ ድርሃም ሰላሳን ሽዱሽተን ሽሕን ሰብዓ ቅርሽን ይመጽእ ኣሎ ማለት እዩ። ናይ ዱባይ ድርሃም ብጸሊም ዕዳጋ ወይ ከዓ ብሓዋላ ኣርብዓን ክልተን ቅርሽን ነጥቢ ሰብዓን ሓደን ሳንቲምን ክሸረፍ ከሎ ሽሕ ናይ ዱባይ ድርሃም ኣርብዓን ክልተን ሽሕን ሰብዓን ሓደን ቅርሽን ይመጽእ ኣሎ ማለት እዩ ክብራት ኣሕዋተይ ቀጺልና ንሪኦ ናይ ስዑዲ ዓረብ ሪያል ሓደ ናይ ስዑዲ ዓረብ ሪያል ብናይ ኢትዮጵያ ንግድ ባንኪ ሳላሳን ሰለስተን ቅርሽን ነጥቢ ዜሮ ዜሮ ሳንቲምን ክሸረፍ ከሎ ሽሕ ናይ ስዑዲ ዓረብ ሪያል ሳላሳን ሰለስተን ሽሕ ብቻ ይመፀሎ ናይ ስዑዲ ዓረብ ሪያል ብናይ ኣምሃራ ባንኪ ሳላሳን ኣርባዕተን ቅርሽን ነጥቢ ሰብዓን ሰለስተን ሳንቲምን ክሽረፍ ከሎ ሽሕ ናይ ስዑዲ ዓረብ ርያል ሳላሳን ኣርባዕተን ሽሕን ሰብዓን ሰለስተን ቅርሽን ይመጸሉ። ናይ ስዑዲ ዓረብ ርያል ብጸሊም ዕዳጋ ወይ ክኣ ብሓዋላ ኣርባዓን ሓደን ቅርሽን ነጥቢ ሰማንያን ሓደን ሳንቲምን ክሽረፍ ከሎ ሽሕ ናይ ስዑዲ ዓረብ ርያል ሳይ ኣርባዓን ሓደን ሽሕን ሳማንያን ሓደን ቅርሽን ይመጸሉ እንግዲ ካብ ናይ ትማሊ ምስ ናይ ትማሊ ክነነጻጽሮ ከደና ተመሳሳሊ እዩ ወሰኽን ቅናሽም ኣየርእየናን ናይ ዜሮ ዜሮ ሓደ ሳንቲም ብቻ እዩ ልዩነቱ እንሄዎ ያው ዜሮ ሓደ ሳንቲም ወሲኻ ሓዲራ እንሄ ኣብዚ ወርሒ እዚ በቃ ኣብ መንጎ ሳናቲም ብቻ እዩ እንሄው ጸወቱ ማለት እዩ ስለዚ ኣርባዓን ክልተን እውን ይኣትወን ኣርባዓን ሓደን ብቻ እውን ይኾነን እንታይ ደኣ ኣብ መንጎ ሓንቲ ቅርሺ ብቻ ኣኒያ ፀወታ ማለት እዩ እዚ ወሲኸ ቀኒሱ ክበሃል ኣይኽእልን ዝሮ ዝሮ ግን ሓዋላ ንስኻትኩም ክንደይ ትሕውሉ ኣለኹም እዩ እዚ ብናይ ኢትዮጵያ ብላክ ማርኬት ክኸውን ከሎ ብናይ ስዑዲ ክንሕውል ከለና ድማ ሓደ ዓይነት ኣይክመፅን እዩ ካብ ሽን ሓሙሽተን እስካብ ክልተ ሽሕ ልዩነት ክህልዎ ናይ ግድን እዩ ምክንያቱም እቶም ዝሕውሉ ንዓኣቶም ትርፊ ኣትሪፎም ስለ ዝሕውሉ ማለት እዩ ክብራት ኣሕዋተይ ቀጺልና ንሪኦ ናይ ኦማን ሪያል። ሓደ ናይ ኦማን ሪያል ብጸሊም ዕዳጋ ወይ ከኣ ብሓዋላ ኣርባዕተ ሚእትን ሸውዓተ ቅርሽን ነጥቢ ሰላሳን ሓሙሽተን ሳንቲምን ክሸረፍ ከሎ ሚእቲ ናይ ኦማን ሪያል ኣርባዕተ ሽሕን ሸውዓተ ሚእትን ሰላሳን ሓሙሽተን ቅርሽን ይመጽእ ኣሎ። ቀጺልና እንሪኦ ናይ ጆርዳን ዲናር። ሓደ ናይ ጆርዳን ዲናር ብጸሊም ዕዳጋ ወይ ከኣ ብሓዋላ ክልተ ሚእትን ዕስራን ሓደን ቅርሽን ነጥቢ ሰብዓ ሳንቲምን ክሸረፍ ከሎ ሚእቲ ናይ ጆርዳን ዲናር ዕስራን ክልተን ሽሕን ሓደ ሚእትን ሰብዓን ይመጽእ ኣሎ ማለት እዩ። ቀጺልና ንሪኦ ናይ ባህሬን ዲናር ሓደ ናይ ባህሬን ዲናር ብጸሊም ዕዳጋ ወይ ከዓ ብሓዋላ ኣርባዕተ ሚእትን ዓሰርተ ሽዱሽተ ቅርሽን ነጥቢ ዓሰርተ ሓሙሽተ ሳንቲምን ክሸረፍ ከሎ ሚእቲ ናይ ባህሬን ዲናር ኣርባዓን ሓደን ሽሕን ሽዱሽተ ሚእትን ዓሰርተ ሓሙሽተ ቅርሽን ይመጽእ ኣሎ ማለት እዩ። ቀጺልና ንሪኦ ናይ ቱርኪ ሌሬ ሓደ ናይ ቱርኪ ሊሪ ብጸሊም ዕዳጋ ወይ ከኣ ብሓዋላ ኣርባዕተ ቅርሽን ነጥቢ ዓሰርተ ክልተ ሳንቲምን ኪሸረፍ ከሎ፣ ሚእቲ ናይ ቱርኪ ሊሪ ኣርባዕተ ሚእትን ዓሰርተ ክልተ ቅርሽን ብቻ ይኸውን ኣሎ። ቀጺልና ንሪኦ ናይ ግብጺ ኢጂፕትሽን ፓውንድ። ሓደ ናይ ግብጺ ኢጂፕትሽን ፓውንድ ብጸሊም ዕዳጋ ወይ ከኣ ብሓዋላ፣ ናይ ግብጺ ፓውንድ ብጸሊም ዕዳጋ ወይ ከኣ ብሓዋላ ሰለስተ ቅርሺ ነጥቢ ዜሮ ሸሞንተ ሳንቲምን ክሽረፍ ከሎ ሚእቲ ናይ ግብጺ ፓውንድ ሰለስተ ሚእትን ሸሞንተን ይመጽእ ኣሎ ማለት እዩ። ክብራት ኣሕዋተይ ሎማዕንቲ መጋቢት ዕስራን ሸሞንተን ወይ ከኣ ኣፕሪል ሽዱሽተ እዩ ዝኸውን ዘሎ ናይዚ ዕዳጋ ወይ ከኣ ናይ ሓዋላ ማለት እዩ። ናይ ሎማዓንቲ ቪድዮ እዚኣ ትመስል ነይራ ንስኽን ከ ክንደይ ተሕውለልኹም ን ዘሎ እሞ ኣብ ኮሜንቲ ጸሓፉለይ እስካዕ ቪድዮ ፍጻመ ን ዝተኸታተልኩምኒ ካብ ልቢ እናመስገንኩ ላይክ ሸር ሰብስክራይብ ምግባር ደሞ በፍጹም ከይትርስዑ ማለት እዩ ክብራት ኣሕዋተይ ቂር ዘለኩም ነገር ደሞ ኣብ ኮሜንቲ ጸሓፉለይ ካብኡ ብዝዘለለ ደሞ ንሕና ክንድዚ ኣይንሕወልን ዘለና ንትብሉኒ እወ ኣነ ኩሉ ግዜ ደጋጊመ ይነግረኩም እየ ምናልባት ሓደሽቲ ዝመጻእኹም ክትህልዉ ትኽእሉ ኢኹም እዚ ሸርፊ እዚ ብናይ ኢትዮጵያ ብላክ ማርኬት ድኣምበር ንሕና ኣብ ዘዘለናዮ ዓዲ ኣብ ዱባይ ይኹን ኣብ ስዑዲ ኣብ ኣውሮፓ ኣበይቱም ሃገራት ትኾኑ ከለኹም ቢያንስ ብናይ ስዑዲ ዶ ኮይኑ ካብ ሽሕ ሪያል እስካብ ሽሕ ሽሕን ሓሙሽተን ልዩነት ክህልዎ እዩ ምክንያቱም እዞም ሓወልቲ ንባዓልቶም መትሪፎም ነጊዶም ስለ ዝሕውሉልና ማለት እዩ ቀጥታ ናብቲ ናይ ኢትዮጵያ ብላክ ማርኬት ስለ ዘይነብጽሖ ሓደ ዓይነት ኣይክመጽን እዩ እዚ ብናይ ኢትዮጵያ ብላክ ማርኬት ዝሕወል ዘሎ ኣብ ድረ ገጹ ዝለጠፎ እዩ ማለት እዩ ተበርኪኩ